ንዝቆረበቶ ድራር እናተመገብና ብኢዳ ሒዘ ሓደ ክነግረኪ ዝደለኹ ነገር ኣለኒ በልክዋ ብህድኣት ኣብ ኣፋ ንዘእተወቶ ኩላሶ እናሓኸየት ዓይኒ ዓይነይ ጠመተትኒ ስዒቡ ንዝመጽእ ኣብ ልዕሊኣ ዝወርድ ጉድኣት ካብ ዓይና ከንብቦ ኣይጸገመንን ሃንደበት ኣፈይ ብኸመይ ከም ዝኸፍቶ ጠፍኣኒ። እንታይ ይሓስብ ከም ዝነበርኩ ግን ከፍልጣ ነይርኒ። ክንፋታሕ ደልየ ኣለኹ። ቀስ ኢለ እቲ ኣርእስቲ ልዓልክዎ። ብቓላተይ ክትንደር ኣይረኣኽዋን። ኣብ ክንድኡ ህድእ ኢላ። ስለምንታይ? በለትኒ። ንሑታ ኣጎስዮዮ ክሓልፍ ፈተንኩ፣ እዚ ኸኣ ንዓ ኣሕረቓ። ሒዛቶ ንዝነበረት መግቢ ብምድርባይ ኣብ ልዕለይ ኣጉባዕበዐት። ንስኻ ሰብኣይ ኣይኮንካን። በለትኒ። ኣብታ ምሸት ነንሕድሕድና ኣይተዘራረብናን። ኣብ ዓሚቕ ሓሳብ ጥሒላ ነይራ። ኣብ መንጎ ሓዳርና እንታይ ከም ዘጋጠመ ይሕስባ ምንባሩ ይፈልጥ ነይረ። ግን ንሕቶኣ ክዕግብ ዝኽእል መልሲ ኣይነበረንን። ንበዓልቲ ቤተይ ከተፍቅር ትኽእል ልቢ ኣይነበረትንን። ናብ ጄን ሸፊታ ነይራ። የዕሽዋ ጥራይ እየ ነይረ። ምስ ዓሚቕ ፍርሕን ንፍትሕና ይሕግዙዩን ዝበልክዎም ነጥብታት ጸሓፍኩ። ሙሉእ ዋንነት ገዛ፣ መኪናን ሰላሳ ፐርሰንት ናይቲ ትካለን ንዓኣ ክህባ ምዃነይ ዝገልጽ ሓሳባት ዝሓዘ ወረቐት ኣረከብክዋ። ሓደ ግዜ ብምርኣይ ነቲ ወረቐት ቀዲዳ ደርበየቶ። እታ ንዓሰርተ ዓመታት ህይወታ ምሳይ ዘሕለፈት ሰበይተይ ኩሉ ነገር ሓደሰኒ። ግዜኣ፣ ጉልበታን ጸዓታን ስለ ዘጥፋእኩላ ኣመና ኣሕዘነኒ። ግን እታ ንጆን ከም ዘፍቅራ ዝገለጽኩላ ቃል ክመልሳ ይኽእል ኣይነበርኩን። መወዳእታኡስ ዓው ኢላ ኣብ ቅድመይ ተነኽነኸት። ብኽያታ ንዓይ ሩፍታ እዩ ነይሩ። እታ ንሰሙናት ኣብ ውሽጠይ ዓቚረዮ ዝነበርኩ ናይ ፍትሕ ውጥን ጋህዲ ስለ ዝገበርክዎ ብመጠኑ ቅሳነት ይስምዐኒ ነይሩ። ኣብታ ዝቐጸለት መዓልቲ ደንጉየ ገዛ ብዝኣተኹ ኣብ ጣውላ ተደፊኣ ክትጽሕፍ ረኸብክዋ። ብዙሕ ኣይተገደስኩላን ናብ ዓራተይ ብምሕላፍ፣ ቀልጢፈ ደቀስኩ። ኣብታ መዓልቲ ምስ ጀን ምሉእ ግዜ ደስታ ዝነበሮ ህይወት ስለ ዘሕለፍኩ ድኻም ተሰሚዑኒ ነይሩ። ምስ ተበራበርኩ ክሳብ ሽዑ ትጽሕፍ ምንባራ እኳ እንተ ረኣኹዋ፣ እንደገና ኣንሶላይ ተጎልቢበ ደኣ ደቀስኩ። ምስ ወግሐ ብወገና ዝቐረበቶ ናይ ፍትሕ ነጥብታት ተረከበትኒ። ካባይ ትደልዮ ዝኾነ ነገር ኣይነበራን። ንሓደ ወርሒ ምስኣ ክትጸንሕ ጥራይ ኣተሓሳሰበትኒ። ኣብ ውሽጢ እዛ ወርሒ ከም ቀደምና ወላ ሓደ ነገር ከም ዘየጋጠመ ኮይና ክንከይድ ክንፍትን ተላወበትኒ። ዘቕረበቶ ምኽንያት ንምርድኡ ቀሊል እዩ ነይሩ። ሓደ ወድና ኣብታ ወርሒ ኣብ ናይ ትምህርቲ ፈተና ተጸሚዱ ስለ ዝነበረ ብዝተሰብረ ጉዳይ ሓዳርና ክርበሽ ስለ ዘይደለየቶ እዩ። ነዚ ተሰማሚዕሉ ካልእ ሕቶ ግን ነይርዋ፣ ኣብ ግዜ መርዓና ከም ናብቲ ናይ መርዓውቲ ክፍሊ ብኣእዳወይ ሓቚፈያ ዝኸድኩ ኣብ ውሽጢ'ዛ ወርሒ ክደግመላ፣ ካብ መደቀሲ ክፍሊ ናብ ማዕጾ ገዛና ኣብ ኣእዳወይ ተሰኪመ ከብጽሓ ዝብል'ዩ ነይሩ። ተጸሊላ ድያ? ኢለ ሓሰብኩ። ነተን ንፈላለየለን መወዳእታ መዓልታት ብሰላም ንምውዳእ ጥራይ ንጠለባታ ተቐበልክዎ። ብዛዕባ ጠለባት ፍትሕ በዓልቲ ቤተይ ንጆን ነገርኩዋ። ዓው ኢላ ሰሓቐት። ዘቕረበት ሓሳብ ተቕርብ፣ ንፍትሕ ፈትያ ከይፈተወት ክትገጥሞ ኣለዋ። ትዕንን ኢላ መለሰትለይ። ኣነን በዓልቲ ቤተይን ንድሕር'ታ ንፍትሕ ጠለብ ዘቕረብኩላ ምሸት ዝኾነ ኣካላዊ ምትንኻፍ ኣይገበርናን። ኣብቲ መጀመርታ ተሰኪመያ ዝወጻኹሉ መዓልቲ፣ ክልቴና ብ ስቕታ ጢሒልና ኔርና። ወድና ብድሕሪት መጺኡ ዳዲ! ዳዲ! ንማማ በእዳዉ ሓቒፉ ተሸኪምዋ። እናበለ ዘለለ። ቃላቱ ገለ ናይ ቃንዛ ስምዒት ፈጠረለይ። ንዓሰርተ ሜትሮ ዝኸውን ተሰኪመያ ተጓዓዝኩ። ኣዒንቲ ኣቢ ምኽዳን በጃኻ ብዛዕባ እዚ ፍትሕ ንወድና ከይትነግሮ በለትኒ ካብቲ ማዕፆ ውፅኤ ውረድክዋ ንሳ ናብ ስራሕ እተብፅሓ ኣውቶቡስ ክትፅበ ነይርዋ ኣነ ግን መኪናይ ተሰቒለ ናብ ስራሐይ ከድኩ ኣብ ካልኣይ መዓልቲ ነቲ ጉዳይ ብቐሊል ንምፍፃም ኣይተሸገርናን ንሳ ኣብ ደረት ኣፍ ልበይ ደቂሳ ነይራ ነቲ ካብ ካብንቻኣ ዝመጽእ ዝነበረ ምኡዝ ሽታ ይጨንዎ ነይረ። ንነዊሕ እዋን ኣብ ልዕሊ እዛ ሰበይቲ ዝነበረኒ ኣቓልቦ ከም ዝበተኽኩ ተረድኣኒ። ደጊም መንእሰይ ከም ዘይኰነት ኣብ ገጻ ዝነበሩ ዕጥርጣር ምስክር እዮም ነይሮም። ጸጉራ እውን ሕብሪ ቀይሩ ነይሩ። ነዚ ዘላቶ ኵነታት ሓዳርና ናይ ገዛእ ርእሱ እጃም ከም ዝተጻወተ ኣይሰሓትኩን። ንሓደ ደቒቕ ዝኸውን ኣብ ልዕሊኣ ዝፍጽሞ ዝነበርኩ ነገር ኣተሓሳሰበኒ። ኣብ ራብዓይ መዓልቲ ተሰኪመያ እናኸድኩ ናይ ምምላስ ስምዒት ክቀላቐሉኒ ጀመሩ። እዚኣ እኮ እታ ንዓሰርተ ዓመታት ናይ ህይወታ ከይበቐቐት ዝሃበትኒ ሰበይተይ'ያ። ኣብ ሓሙሻይን ሻድሻይን መዓልቲ ቅርርብና እናለዓለ ይኸይድ ምንባሩ ይርድኣኒ ነይሩ። ብዛዕባ እዚ ንጀን ኣይነገርኩዋን። መዓልታት እናሓለፉ ምስ ከዱ፣ ምስካም ዝያዳ እናቐለለ ከደ። እቲ ቀጻሊ ምስካም ሓይሊ ሂብኒ ነይሩ መስለኒ። ሓደ ንግሆ እንታይ ከም እትኽደን ኣብ ምምራጽ ነበረት። ኣብ ኣርማድዮ ዝነበሩ ክዳውንታ ሓሓሊፋ እኳ እንተፈተነቶም፣ መዕቐና ዝኸውን ግን ክትረክብ ኣይከኣለትን። ናባይ ብምጥማት ፍሽኽታ ሓዊሳ፣ ኵሉ ኽዳውንተይ እኳ ዓብዩኒ፣ በለትኒ። ሃንደበት ሓደ ነገር ተረድእኒ። ለከ ንኽስከም ኣቐሊልለይ ዝነበረ ምኽንያት ነብሳ ተወዲኡ ስለ ዝነበረ እዩ። እዚ ዅነታት ልበይ ወግኣኒ። ንሳ፣ ብዙሕ ቓንዛን ስቓይን ኣብ ልባ ቐቢራ ነይራ፣ ከይተረድኣኒ ናብ ቅድሚኣ ብምቕራብ ኣብ ግንባራ ሰዓምክዋ። ኣብታ ግዜ እቲኣ፣ ወድና ተሓወሰና ዳዲ ዳዲ ንማማ ተሰኪምካያ ትወጽኣሉ ሰዓት ኣኺሉ ከዘኻኽረኒ ፈተነ። ንዕኡ ኣቡኡን ኣዱኡ ኣብ ኣእዳዉ ሓቒፉዋ ክኸይድ ምርኣይ ድሮ ኣገዳሲ ክፋል ናይ ህይወቱ ኮይኑ ነይሩ። በዓልቲ ቤተይ ንወድና ብምጽዋዕ ኣጥቢቑ ከም ዝሓቝፈና ገበረቶ። ኣብ መወዳእታ ሓሳበይ ከይቅይር ስለ ዝፈራህኩ፣ ገጸይ ብሓይሊ ጠወኹ። ኣብ ኣእዳወይ ሓቝፈያ ናብ ማዕጾ ኣቕናዕኩ። ኣእዳዋ ፍኺሰን ንኽሳደይ ሓኒቐና'የን ነይረን። ኣነ'ውን ኣጥቢቐ ሓቖፍኩዋ። እታ ህሞት ልክዕ ከምታ ዝተመርዓናላ ምሸት ነበረት። ፈኲስ ሚዛን ሰብነታ ከም ቀደሙ ስለ ዘይነበረ ግን ሓዚነ ነበርኩ። መወዳእታ መዓልቲ ናይቲ ወርሒ ኣተወት። ኣብታ ንጉሆ ተሰኪመያ ወላ ንሓንቲ ስጉምቲ እውን ምንቅስቓስ ሰኣንኩ። ወዲ ናብ ቤት ትምህርቲ ከይዱ ነይሩ። ኣጥቢቐ ብምሕቋፍ ህይወትና ማዕረ ክንድዚ ሓድሕድ ምጥምማት ይጎድሎ ብምንባሩ የስተውዕለሉ ከም ዘይነበርኩ ነገርክዋ። ናብ ቤት ጽሕፈተይ መኪናይ ብናህሪ እናዘወርኩ ኸድኩ። ዝኾነ ምድንጓይ ነቲ ዝሓስቦ ዝነበርኩ ዝቕይረለይ ይመስለኒ ነበረ። ማዕጾ መኪናይ ከየግጠምኩ ብታህዋኽ ብምውራድ በቲ ኣስካላ ንላዕሊ ገጸይ ጎየኹ። ማዕጾ ምስ ከፈተትኒ፣ ይቕረታ ጀን፣ ምስ በዓልቲ ቤተይ ዝሓሰብክዎ ናይ ፍትሒ ጉዳይ ኣቋሪጸዮ ኣለኹ። ዕትብ ኢለ ነገርክዋ። ዓይኒ ዓይነይ እናጠመተት የማናይ ኢዳ ኣብ ግንባረይ ብምዕላብ ረስኒ ኣለካ ድዩ? በለትኒ ንኢዳ ካብ ገጸይ ብምእላይ። ጀን፣ ምስ በዓልቲ ቤተይ ክፋታሕ ከም ዘይደሊ ነግረክ ኣለኹ። ሓዳርና ኣሰልቻዊ ዝመስለና ዝነበረ ኣነን ንሳን ትርጉም ህይወት ብግቡእ ካብ ዘይምርዳእ ዋጋ ንህቦ ስለ ዘይነበርና እምበር ፍቕሪ ስለ ዝጎደለና ኣይነበረን። እዚ ኹሉ ኣብ ውሽጢ እዛ ተሰኪመያ ዝተጓዓዝኩ ወርሒ በሪሂለዮ። ክሳብ ሞት ዝፈላልየና ኸኣ ምስካመይ ክቋርጾኒ በልኩዋ። ጆን ሃንደበት ዝተባራበረት መሰለት፣ ተሪር ጽፍዒት ኣብ ገጸይ ኣዕለበትለይ። ብሓይሊ ማዕጾ ገም ኣቢላ ብምውጻእ ኣብ ውሽጢ ኮይና ትበኪ ነይራ። ንታሕቲ ብጉያ ብምውራድ መኪናይ ተሰቒለ ናብ ሓደ ዕንበባታት ዝሽየጠሉ ድኳን ኣተኹ። ንበዓልቲ ቤተይ ዝኸውን ዕምበባ ንምግዛእ ዋና'ቲ ድኳን ኣብቲ ካርተሊና እንታይ ኢላ ክትጽሕፈለይ ከም ዝደሊ ተወከሰትኒ። ሞት ክሳብ ዝፈላልየና ኩሉ ግዜ ንግሆ ንግሆ ክስከመኪ'የ ክምስ ብምባል ነገርኩዋ። ኣብታ ምሸት እቲኣ ዕምበባ ኣብ ኢደይ ሒዘ ክምስት ኣብ ገጸይ እናተነበ ብጉያ ኣስካላ ብምድያብ ማዕጾ ገዛና ከፈትኩ። በዓልቲ ቤተይ ኣብ ዓራታ ሞይታ ረኸብኩዋ። በዓልቲ ቤተይ ንኣዋርሕ ብመንሽሮ'ያ ትሳቐ ነይራ፣ ኣነ ኸኣ ምስ ጆን ክዓብድ ኣየቕለብኩላን። ኣብ ቀረባ ግዜ ክትመውት ምዃና ትፈልጥ ነይራ። ካብ ኣሉታዊ ኣጠማምታ ወደይ ከተድሕነኒ ስለ ዝደለየት ነቲ ናይ ፍትሕ መዓልቲ ኣናዊሓቶ። ብውሑድ ኣብ ዓይኒ ወደይ ከም ሓደ ፈቃር ኣቦ ከም ዝፍለጥ ገይራትኒ። ኣብ ዝምድና ኣዝዮም ንእሽቱ ዝመስሉና ግን ከኣ ኣብ ህይወትና ዓብዪ ጽልዋ ዘለዎም ብዙሓት ኣድህቦ ዘይንገብረሎም ነገራት ኣለዉ። ሃብቲ፣ ገንዘብ፣ መኪናን ንብረትን ኩሎም ናይ ሓጎስ ሃዋህው ክፈጥሩልና ይኽእሉ። ገዛእ ርእሶም ግን ሓጎስ ኣይኮኑን። ዓርኪ ወይ መሓዛ በዓልቲ ቤትካ ንምዃን ግዜ ይሃልኻ። ነዛ ዛንታ እንተዘየካፈልካያ ሸር እንተዘይበልካያ ዘጋጥመካ ነገር የለን፣ ንኻልኦት እንተካፊልካያ ግን ምናልባት ነቶም ናብ ተስፋ ምቑራጽ እምብዛ ቀሪቦም ዘለዉ ሰብ ሓዳር ናብ ዓወት ማዕረ ክንደይ ቀሪቦም ከም ዘለዉ ተረዲኦም ኣብ ምድሓን ሓዳሮም እጃም ከም ዘበርክቱ ክትገብር ትኽእል ኢኻ። ምንጪ ካብ ኣምሓርኛ ዝተተርጎመ ተርጓሚ በረኸት ሓድሽ ኣቕራቢ ሃብቶም ሓጎስ

ሓንቲ ዓባይ ወርሒ ብዙሓት ከዋኽብቲ ጽረ ናይ ጸላም መብራት ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብትን ናይ ጠፈር ፍጡራት

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብቲ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ